ፋራይ ኦፊርካ እተ በልዕካ ጽገብ ተኻዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በልዕኹም ጽገቡ ተኻዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ምሳኻትኩም ይቐኒ መኒ ናይ ጀ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክንን ከመይ ኣሎ ናብራ ህይወት ከመይ ኣሎ ደሓን ዘለኹም ደሓን ዘለኹን ኣጆኹም ኣጆኹም ኣጆኹም እንታይ ይበሃል ኣሎ ሒዝናልኩም መፂና ኣለና እ፣ ዝተፈላለየ ርእይቶ ዝተፈላለየ ሓሳባት ናይዛ ትማሊ ዝተዛረበት ሓፍትና ብዙሕ መልስታት እውን ሒዘልኩም መፂእ ኣለኹ ከምቲ ኣብ ርስቲ ጥቂሰዮ ዘለኹ ኩሉ ነገር ክንፈልጦ ዝግበኣና ብፍላይ ክንጥንቀቀሉ ዘለና ዝብሎ ነገር እንታይ እዩ እቲ ኣጠቃቅማ ናይ ሜድያ እኳ ብዙሕ ሰብ ይዛረብ እንድዩ ንኣብነት እንታይ ብሉ ዝፀዓዱ ሲ ዶንት ቴክ ኢት ፐርሰናል ኣብዚ ናይ ዩቱብ እንታይ ኢና ንብል ዝኾነ ነገር ሲ ኩሉስ ምስ ናትካ ኣይተተሓዞ ወይ ብኣኻ ኣይተተሓዞ ሓደ ሰብ መፂኡ ኣብ ኮመንት ስለ ዝፀረፈካ ገለ ሲ በቃ ንስኻ ጌጋ ስለ ዘለካ ገለ ኮይኑስ ክስምዓካ የብሉን እቲ ኮመንት ዝጽሕፈልካ ዘሎ ሰብ ኣብ ከመይ ኩነታት ኮይኑ ይጽሕፈልካ ኣሎ ንኣብነት ኣነ እዛ ቪድዮ ንግሆ ይዝርጋሕ ኣለኹ ሰብ ንግሆ ትስኢሉ ድቃሱ ግና ከይጸገበ ብገለ ሕማቕ ነገር ዝሰምዕ ይጸንሕ እሞ ምስ ናትካ ቪድዮ ዘይፈትዎ ጸንሕ ይጸርፈካ ወይ ኣብተ ናይ ኣጋ ምሸት ሰብ ደኺሙ ውዒሉ ነቲ ቪድዮኻ ይሪኦ እሞ ቅጭ ሰምጻሉ ክጸርፈካ ይኽእል ኣነ ነዚ ቪድዮ ዝርግሖ ዘለኹ ኩነታት ኣስተውዕሉ ሕጂ ኣነ ነዚ ቪድዮ ዝዝርግሖ ዘለኹ ኩነታት ንስኹም ነዚ ቪድዮ ትሪእዎ ዘለኹም ኩነታት በበይኑ እዩ ስለዚ ሲ እቲ ኣነ ዘለኹዎ ስምዒት ግድን ኣይኮነ ንዓኹም ክህልወኩም ዘለዎ ክንፈላለ ንኽእል ኢና ናብዚ ንምፃእ ኣነ ኣብ ሜድያ ዝምዕድ ተዝኸውንክ ኣነ ዝምዕዶ ነገር ኣነ ዝምዕዶ ሲ ግድን ኣይኮነን ምሳኹም ክተሓሓዝ ዘለዎ ኣነ ብሓዳረይ ዘይሕጉስ ተኮይነ ኣነ ብሰበይተይ ዘይቁስን እንተደኣ ኮይነ ኣብ ሜዳ ወፅኤ ንዕኡ የንፅባርቆ እሞ ንስኻ ብሰበይትኻ ቁሱን እንከለኻ ብሰበይትኻ ሽግር ዘይብልካ ከሎ ናይቲ ነሽነሽ ሽግር ኣጋጢምዎ ዝነግረካ ዘሎ እንተ ደኣ ምስ ሂወትካ ትተሓሓዞ ኮንካ እዚ ንዓኻ ከዳቕቐካ እዩ በቃ ምስ ግዜ ሲ ስምዒትካ ክቆትሎ እዩ ብፍላይ እንታይ ትሰምዕ ንኣብነት መብዛሕትኡ ቪድዮ እንተ ደኣ ዘምጽኦ ኣነ ንኣብነት ሽዱሽተ ሸውዓተ ተምጽኤ ሽዱሽተን ሸውዓቲኤን ሓደ ዓይነት ሓሳብ ኣይኮነን ዘለወን ገሊኡ ምስ ገሊኡ ይጋጮ እዩ እምበር እቲ ኣነ ዝኣምነሉ ጥራይ እኮ መምጽኹዎ ግን ዝኣምነሉ ጥራይ ዘይኮነ ኣነ ዘይኣምነሉ ካብ ናተይ ፍልይ ዝበለ ስምዒት ከም ዘሎ ካብ ናተይ ፍልይ ዝበለ ርድኢት ከም ዘሎ ከዓ ክርድኣኒ ክኽእል ኣለዎ ዝተፈላለዩ ሓሳባት ከምጽእ ከለኹም ካብዚ ክትምሃርዎ ዘለኩም ነገር እንታይ እዩ ሰብ ነናቱ ፍልይ ከም ዘለዎ ኣብ ሰብኣይኪ ዘሎ ጉዳይ ኣብ ካልእ ሰብኣይ ኣሎ ማለት ኣይኮነን ኣብ ካልእ ሰበይቲ ዘሎ ጉዳይ ኣብ ሰበይትኻ ኣሎ ማለት ኣይኮነን ስለዚ ነቲ ዝመጸ ኣርእስቲ ዓገብ ክንብል ንኽኢልና፣ ነቲ ዝመጸ ኣርእስቲ ሓቂ ኣላ ክንብል ንኽኢልና፣ ሓሶት እዩ ክንብል ንኽኢልና፣ ምስ ህይወትና ኣተሓሒዝና ግድን ክንጥንቀቐሉ፣ ግድን ክንጥቀመሉ ግን ኣለና ማለት ኣይኮነን። ንኣብነት ሰበይትኻ ኣብ ኣፍሪቃ ኣላ እንተ ኮይናስ ኣብ ሜድያ መቸም ብዛዕባ ኣፍሪቃ ዘለዋ ደቂ ኣንስትዮ ጽቡቕ ኣይዝረብን እዩ። ይብዕልጋ እየን፣ ከምዚ ገብራ እየን፣ ከምዚ ገብራ እየን ብጣዕሚ ኣነ ከማን ክመኽረኩም ከምኡ ዓይነት ዛንታ ብዙሕ ኣይትስምዑ። ማዕዶማዕዶ እስኻ ትነብር ኣለኻ እንተደኣ ኮንካ ብዝተኻለ መጠን ናይ ማዕዶማዕዶ ኣይትስማዕ ሕማቕ ጥራይ ኢኻ ትሰምዕ ሽዑ ሰበይትኻ ትጥርጥራ ሰበይትኻ ሽዑ ናብ መርዓ እንዳ ሰብ ክትብለካ ከላ ኩናት ትኽፍት ናብ ከምዚ መሓዛይ ክኸይደ ክትብለካ ከላ ኩናት ትኽፍት ምክንያቱ ትስኻ ትሰምዖ ዛንታ ከምኡ ሕማቕ ጥራይ እዩ ሰበይትኻ ምሳኻ ብትቕምጥ ተላ እውን ከምኡ እዚ ንሰምዖ ነገራት እንተ ደኣ ምስ ህይወትና ክነተሓሕዞ ፈቲና ክቐትለና ጥራይ እዩ ዝኽእል ማለት እዩ። እስኻሲ ኣብ ከመይ ኩነታት ኣነ ወዲ ተባዕትዮ ስለ ዝኾንኩ እየ ብናይ ደቂ ተባዕትዮ ዝዛረብ ዘለኹ። ንኣብነት እስኻ ሒዝካያ ዘለኻ ጓል ሲንግል ማም ትኹን ሲንግል ማም ኮይናስ ቅድመኻ ሓዳር ዝፈተነት እያ። ቅድመኻስ ምስ ካልእ ሰብ ትነብር ዝነበረት እያ። ምሳኻ ኮይና ግን ሕማቕ ነገር ኣይረኣኻላን። ምሳኻ ኮይና ጽቡቕ ህይወት ተሕልፍ ኣለኻ። ምሳኻ ኮይናስ ዝኾነ ኣበር ነገርስ ኣይረኣኻላን። ተደኣ ሓደ ካልእ ሰብ መጺኡ ብዛዕባ ሲንግል ማም ኣብ ሜድያ ሕማቕ ዝዛረብ ኮይኑ እሞ እሱ ምስ ናትካ ሂወት ኣተሓሒዝካ እንተደኣ ንዓኣ ጸቕጢ ትገብረላ ኮንካ ወይ ዘለካ ብስጭት ንዓኣ ተውጽኣላ ተኾንካስ ንዓኣ እውን ክትከስራ ኢኻ ማለት እዩ። እቲ ንሰምዖ ግድን ምስ ናህና ይተሓሓዝ ማለት ኣይኮነን። ሰብሲ ነናቱ ሂወት፣ ነናቱ ናብራ፣ ነናቱ ባህሪ፣ ነናቱ ጠባይ በቃ ነናቱ እዩ ዘለዎ። ሓደ ምስ ሓደ ክሰማማዕ ጠቕላላ ኣይክእልን እዩ። እዚ ኩሉ ዝዛረቦ ዘለኹ ንምንታይ እዩ ክቡራት ተዓዘብቲ? እቲ ኩሉ ንሰምዖሲ ከም ፍልጠት ይኹነና በቃ ዝተፈላለየ ህይወት ከም ዘሎ፣ ዝተፈላለየ ዓይነት ናብራ ከም ዘሎ፣ ሰብ ዝተፈላለየ ኣተሓሳስባ ከም ዘለዎ፣ ኣብቲ ዝሰርሕ ኣባኻ ኣይሰርሕን'ዩ፣ ኣባኻ ዘሎ ኣብቲ ካልእ ኣይሰርሕን'ዩ፣ ባህሪ ሰብ እዩ ኣኮ ዘዛርበልና። ስለዚሲ ኩሉ ዝሰምዕናዮ ነገር፣ ኩሉ ኣብ ሜድያ ዘሎ ነገር ምሳኻ ኣተሓሒዝካ እንተደኣ ትሰምዖ ኮንካ፣ ምሳኻ ኣተሓሒዝካ እንተደኣ ትጠራጠር ኮንካ፣ በቃ ክሃስየካ እዩ፣ ኣይጠቕመካን'ዩ። ስለዚ ብዝተኻእለ መጠን እንታይ እየ ክብል ደሊ ኣነ ነቲ ንሰምዖ ነገር ኩሉ ኣይንእመኖ ብምባል እየ እዛ ሓፍትና ዝተዛረበቶ ኣነ ትማል እውን ርእይቶ ሂበሉ ነይረ እየ እቶም ዘይስማዕኹሞ ክትሰምዑ ትኽእሉ ኢኹም ብዙሕ ሰብ እዩ ብዛዕባኡ ዝዛረብ ዘሎ ዋዛ ሓዊሱ ዘስሕቕ እውን ኣሎ ድሓን በቲ ዘስሕቕ ክንጅምር ናብቲ ቁም ነገር ቅድሚ ገዲፍና ማለት እዩ ምስ መግቢ ምትሓሓዝ ብዙሕ ሰብ ነናቱ ርእይቶ ሓሳብ እዩ ዝህብ ዘሎ እስከ ንስማዕ እንታይ ይበሃል ኣሎ ንስኹም እውን ኣብዚ ጉዳይ ዘለኩም ሓሳባት ሃቡ ኢኹም

የበሎ እዚ ከምዚ ወዲ ከምዚዮ እዚ ፅላለ እዩ ንሕና እኮ ሳክት ከም ኣሕዋት መጠን እምበር ከምዚ ክንቃተል ኢልና ይመፀና ብመድሃኒት ወዲ መድሃኒት ኔበሎ ካይትቐትልኦም ቶም መድሃኒት ገርክና ኔበሎ ክንጣላጠ ክንጅምርና ማለት ምግቢ እንዳበል ክንበልዕ ኢልና ኣታ ምግቢ ኣነ ምግቢ መዓት ክፈቱ ነረ ሕጅስ ከመይ ገለዕና ክበልዕ ጀነራል ቅተልኦም ኢላቶ እታ ጓል ቅተልኦም ኢላቶ ቅተልኦም ገለ ገርክን ፈዊስኩ ቅተልኦም ኢላቶ ቅተልኦም ተገራን ክቐትላና ከታይ ዝኣበስና ኣለና ወይ ጀነራል ኢለ ፀገም ኣለዎ ዕጃ ኢለካ ክንዲ ፅቡቕ ዝምህራ ቅተልኦም ኢላቶ እታ ጓል ቅተልኦም ቅተልኦም ገለ መድሃኒ ገርክን ቅተልኦም ኢላቶ በቃ ካብ ዝቐትሉና ካብ ንቃተል እቲ ዲኤንኤ ገዲፍና ኣለና

ኣብ ዘለዎ ዓዲ እንተመይቱ ሓደ ወዲ ዲኤንኤ ክንገብረሉ ኢና ዲኤንኤ እዚ ኣካላቱ ክምርመር እዩ መድሃኒት ገረ ክቀትሉ ኣብ ምካ ይኮን እዮ ክምርመር እዮ እዚ ከምዚ ስትራቴጂ ካይትሓስቦ እዮ ክቅተል ገለ ገለ ወዲ መድሃኒት ገርካ መግቡ ገለ ያ ኣብ ኤሮፓና ዘለና ኣፍሪካ ይኮናን ዘለና እዮ ያ ያ ኖርማል እያ ነረካክበል ንክእል ኢና መድሃኒት ገረ ክንምርሞ ክምርመር እዮ ሓደ መይቱ ተተባሂሉ ሕክምና ምጉያይ እዚ ቀደም ድና እሞ እንታይ እሞ ቀታትላ ባዕልና እና ንፍም ንፈልጡ ባዕልና እና ንሄድ ናይ ኣንጉር ኣንጉር ኖርማል ያው ንሙርሙሮና ከምቲ ዝበልኪ ክኸውን ኢልክ ዘይሕሰብ በላ ዘይሕሰብ ሸታሕታሕ ኢልክ በላ ሓደ ወዲ ተበይት ክንሙርሙሮና እዚ ጸገም ኣሎ ያ በታ ከምታ ትብላ ዘለካ ሚካ ሓወይ ኣጠራጢሩን እንዲ ወላውና ኣብ ነብስና ካይመፀና ድሕሪ ግዜ ከምዚ የጠራጥረካ እዚ ህይወት ቀስ ብቀስ ከኣ ድሕሪ ዓመታት ድሕሪ ዓሰርተ ዓመት ከይመጸ ናብ ነብስና ና- ንሓስብ ኣነ ነዊሕ ዝሓስብ ንሓጽር ናብራ ኣይኮንኩን ዝሓጽብ ኣነ ኩሉ ግዜ ነዊሕ ዝሓስብ ሕጂ ውዒሉ ሓዲሩ ከይመጸና ናባና እ፣ ኣኾሪና እታ ሰበይትና ሲ ኣኾሪ ምስ በልናያስ ዋ እዛ ዝቆልዓ ሰብኣይ ኮሪ ኢላሲ ገለ ገርና ተጋጊናሲ ገለ ገረ ከይስምመና

ምሸ በቃ ኣብ ቀረባ ዝሓስቡ ሓጺር ኣተሓሳስባ ዝሓስቡ ግን በቃ ብሓንቲ ጥራይ ብሓንቲ ጓል ኮይኖም ዝጠፍኡ ብእጎሮም ዝሞቱ እዩ ዝመስሎም ምስኣ ኣፍቂረያ በቃ ብኣ በይና ጥራይ ምስኣ ዝመውት ኮይኑ እዩ ዝስምዖም ሕጂ እቶም ሓጺር ኣተሓሳስባ ዝሓስቡ ንዕኦም እዮም ዝጉዳእ ድሓር ከ ንሕናኸ ከምዚ ስጉምቲ ካይንወስድ ንመጻኢና ንሕናኸ ሓጺር ካይወስዳ እተን ደቂ ኣንስትዮ ነምጸን ነዊሕ እና ንሓስበን ሓጺር ኣተሓሳስባ ካይሓስባ እየ ዝብለን እዛ ጓል ግን ካብ መድሃኒት ምእታው

እዚኦም ሕማም ናይ ሕብረተሰብ እዮም ነዚኣቶም ምፍዋስ ብቀሊል ምሻሉ ነቲ መግቢ ገለመለ ከመይ ጌርኪ ምሻሉ ፊዚካል። ሰሚዕኩማ ዶ ምናልባሽ ኣነ ብዛዕባ ናታ ክስታይ ባክግራውንድ ኣይፈልጥን እየ በዲልዋ እውን ክኸውን ይኽእል እዩ ሓደ ወዲ ተባዕታይ ግን ሓደ ወዲ ተባዕታይ ከምኡ ስለ ዝበደለካ ንኹሉ ክትልክም ኣለካ ማለት ኣይኮነን ብዙሓት ኣለዉ ጥዑያት ሕጂሲ ከምኡ ክትብሊ ከለክሲ ማለትሲ ፅቡቅ ኣይኮነን ማለት ሕሰብዮ እንዶ ንውላድኪ ሰይቲ ወድኺ ከምኡ ጌራ ከምኡ ጌራ ንክትቀትሎ ደስ ይብለክዶ ምተሓጎስክዶ ከምኡ ጌራ ተተቀትሎ ምተሓጎስክዶ ወይ ንሓውኺ ሰይቲ ሓውኽሲ ንሓውኽስ ከምኡ ገይራ ገለ ነገር ተትገብሮ ደስ ምበለኪ ዶ ከምኡ ኢላ ተትዛረብ ደስ ምበለኪ ሕጂሲ እዚ ትብልዮ ዘለኺ ዝሓፍተይ ጌጋ እዩ ኣወዳት ሲ ደቅና ኣወዳት ወሊድና ኣለና እስኹን ሜቢ ይህልወኪ ክውን ወዲ ኣሰብኡትና ኣወዳት እዮም የሕዋትና ኣለዉና ድማ የሕዋትና ስለዚ ይስምዓና እዩ ማለት ጽቡቅ ኣሲ ኣይስምዓና እዩ ከምዚ ትብልዮ ዘለኽሲ ኣብ ነብስኪ ጌርኪ ተትርእዮ ጽቡቅ ነይሩ ዝሓፍተይ ሕጂሲ ጌጋ እያ እዚኣ ከምኡሲ ኣይበሃልን እዩ ምናልባሽ ተበዲልኪ ክትኮኒ ትኽእሊ ኢኺ ግን ንኹሉ ሓደ ጌርኪስ ኣይትጠምትዮ ዝሓፍተይ ጌጋ ጌጋ ይቕሬታ ግን ምናልባሽ ተበደልክዮ ነገር ክህልው ይኽእል እዩ ብዙሕ ነገር ኣጋጢሙኪ ክኸውን ይኽእል እዩ ኣለዉ ደይ ጥዑያት ኣወዳቱን ስለዚስ ኣይፈርደክን ደለኹ ግን ሕሰብላ እዛ ተዛርብክያስ ጌጋ እያ እዛ ሓፍተይ ከይትበኣሲ ምስዞም የሕዋትና ከዓ
ዶም እንዲም ዝግዝኡ ብኸብዶም ከመይ ጌርክን ማለት እዩ ሕጂ እንታይ ኣሎ መሲልኩም የሕዋት ከምዚ ኢላ ብምዝራባ ክተመስግንዋ ጥራሕ እዩ ዘለኩም ክትስንብዱ ከማን የብልኩም ክተመስግንዋ ጥራሕ እዩ ዘለኩም ዓሰርተ ኣዋልድ ተኣኪበን ዝሓስብዋ ሓሳብ እያ ኣብዚ ምፅያ በቲናቶ ዘለና ስለዚ ክንጥንቀቕ ጥራሕ ኢና ዘለና እምበር ከምዚ ዓይነት ፍርሒ ከምዚ ዓይነት ራዕዲ ክንገብር እባ የብልናን ብምንታይ መለክዒ ኢኹም እሞ ክትዝንብሉ ሕጂ ኣይትፈልጥኦን ኣለኹም ከምኡ ይተሓሳስበን መብዛሕትኤን ደቂ ኣንስትዮ እዛ ማስቲ ሜዳ መፅኤን ዘለዋ ዝም ብለን ከምኡ ይተሓሳስበን ክትሓርደካስ ኣይትፀልእን እያ ስለምንታይ ይስንብዱ ሕጂ በዓል ነዎም ከዓ ክንከሰንዶ ወላ ዝኾነ ነገር ዶ ከምዚ ክንገብር ዶ ገንዘብካ ምክሳር እዩ ዶ ገለ ዶ ትብል ነርካ ነዎም ከዓ ክትግደሱለን ዝበሃል የብልኩምን ኣብ ረብሓኹም ኢኹም ተውዕልዎ ዝዛረብኦ ዘለዋ ዘለዋ ኣነ ሕጂ ኣብ ገዛእ ርእሰይ በቃ ኣብ ረብሓ እየ ዘውዕሎ እዚ ዘረባ ናተን ስለዚ ከይትፈርሑ እዚ ጥራይ ክብለኩም ደለኹ።
ብስሚ ደቂ ተባዕትዮ ዝቐተላ ደቂ ኣንስትዮ ዓቢ ስምብራትን በሰላን ዝገደፈ ዛንታን ታሪኽን ኣሎ። እዚ ታሪኽ እዚ ናይ ጁልያ ፋንታና እዩ። ጥልያናዊት ጓል ኣንስተይቲ ንብዙሓት ደቂ ኣንስትዮ ኣብ ዓመጽ ዝነብራ ዝነበራ ብሰብኡተን ኣብ ሓዳረን ብጣዕሚ ሕማቕ ዝኾነ ናብራ ዝነብራ ዝነበራ መዋጽኢ ስለ ዘይነበረን ሕጊ እውን ንዐኣን ዝከላኸል ስለ ዘይነበረ ብዝመሃዘቶ ስሚ ብዙሓት ሰባት ቀቲለን። እዚ ስሚ እዚ ክትፈልጦ ዘኽእለካ ነገር ኣይነበረን። ዓፍዓፍ ኣየበሎም፣ ኣየሕመሞም፣ ወላ ሓንቲ ምልክት እውን ኣይገደፈን። ደቂሶም ከለዉ ብኡ ገይሮም ጥራይ እዮም ዝድቅሱ ነይሮም። So ንነዊሕ ግዜ ብዙሓት ደቂ ኣንስትዮ ኣብ ዓመጽ ዘለዎ ኣብ ደቀን ከድሕናን ነብሰን ከድሕናን ነዚ መድሃኒት እዚ ተጠቒመን ብዙሓት ሰባት ቀቲለን። ደሓር ብሓንቲ ሰብ ምስ ተረከሰት ከምኡ ገይራ ምስላጥ ዝኣብያ ሰብ ምስ ተረከሰት ሓንቲ ነዚ ሰብ ኣረኪሳተን ማለት እዩ። እተን ሰባት ከኣ ገበን ስለ ዝፈጸማ ከኣኒ በቲ ገበነን ከኣ ተፈሪደን ማለት እዩ። ሰብ ምቕታል ብጓል ይገበር ብወዲ ይገበር ገበን እዩ። ደቂ ኣንስትዮ ናብዚ ኤክስትሪም ለቨል ክኸዳ ዝገበረን ኣብቲ ሽዑ ግዜ ግን ወልሓንቲ ንዐን ውሕስነት ዝፈጥር ባይታ ኣይነበረን። ፌሚኒዝም ሽዕኡ ኣይነበረን። ሕጊ ንጓል ኣንስተይቲ ዝሕግዝ ኣይነበረን። ደሓር እዩ ብኸምዝን ወዲ ከምዝን በዓል ጁልያ ፋንታና ይኹና ካልኦት ኣብ ኣመሪካ ይኹና ኣርሰኒክ ዝበሃል ስሚ እንዳተጠቐማ ብዙሓት ደቂ ተባዕትዮ ይቐትላ ስለ ዝነበራ እቶም ኣቢዩዝ ዝገብርወን፣ ዝሃርምወን፣ ዝቕጥቅጥወን ካብ ደቀን ከድሕና ድየን ነብሰን ከድሕና ድየን በዚ ስሚ እዚ ብዙሓት ሰባት ቀቲለን እየን ኣብቲ ሽዑ ግዜ ማለት እዩ። ሽዑኡ መሰል ደቂ ኣንስትዮ ተቓሊሰን ድየን ካልእ ድየን ኣምጺኤን ሕግታት ክሰምር ምስ ጀመረ ግን ጓል ኣንስተይቲ ብነብሳ ቀታሊት ኣይኮነትን። ዝኾነት ጓል ኣንስተይቲ ክትቀትል ከላ ናብ ኩርናዕ ምስ ትበጽሕ መውጽኢ ዘይብላ ምስ ትኸውን እያ ትቐትል መብዛሕትኡ ግዜ ወላ serial killer ደቂ ኣንስትዮ እንድሕር ሪኢኹመን የለዋን ብዙሓት ውሑዳት እየን ኣብ ዓለም ዝነበራት ውሑዳት እየን ታሪኽ ህይወተን ተሪእኻዮ ከኣ ብብዙሕ ጭካነን ወጽዓን ዝሓለፋ ደቂ ኣንስትዮ እየን መብዛሕተን ግን ምቕታል ምቕታል እዩ ጓል ኣንስተይቲ ትግበሮ ወዲ ተባዕታይ ይግበሮ ገበን እዩ ፌሚኒዝም እንታይ እዩ ገይሩ ፌሚኒዝም ደቂ ኣንስትዮ ውሕስነት ፈጢሩ ሓደ ወዲ ተባዕታይ ክሃርማ እንድሕር ኣቢሉ ድሕሪ ቀጥቂጥዋ እንድሕር ዝኾነ ነገር ጌርዋ ኣብዚ ሎሚ ግዜ ሕጊ ኣለና ዳስ ዋይ እየ ኣነ ዝመጽየ ሌፍ ዝብል ኩሉ ግዜ ነቲ ዘለና ሕጊ ዩትላይዝ ንኽንገብሮ ንኽንጥቀመሉ ገለ ገለ ተዛሪብክን እንታይ ኣፍሪኽን ዝብላና ኣለዋ እንታይ ደኣ ክንገብር ሱቕ ክንብል ነቲ ዝተዋህበና መሰል ሱቕ እንድሕር ኢልና ደቂ ኣንስትዮ እንድሕር ተዓቢሰን እንድሕር ደኣ መውጽኢ ስኤን ስኢነንሲ እንታይ ከም ዝገብራስ ዝፈልጥ ሰብ የለን ግን ገበን እዩ ንሰብ ምቅታል ወዲ ቅተሊ ጓል ቅተሊ እዚ ገበን እዩ ዝቀተለ እኳ ክቅተል ኣነ ኣይደልን እየ እቲ ዝቀተለ እውን ብሕጊ ተፈሪዱ ክከይድ እየ ዝደሊ ደቂ ሰባት ግን እንድሕር ደኣኒ ናብቲ ናይ መጠረሽታ ዓቅሎም ኣብፂሕካዮም ዝገብርዎ ነገራት ወላ ንሰሙን ሂወቶም ኣብ ሓደጋ ስለ ዘሎ ዝገብርዎ ነገራት ኣይፈልጡን እዮም ሰብ ፌሚኒዝም እንታይ ክገብር ክኢሉ ንደቂ ኣንስትዮ ንወዲ ተባዕታይ ምስማም ኣየድልየን ምቕታል ኣየድልየን ኣብዚ ዘበን እዚ ኩሉ ዓይነት ሓገዝ እዩ ዘለና። ሰብኣይኪ ይሃርመኪ ተልዩ፣ የተናኽፈኪ ተልዩ፣ ሻልተር መጺእሎም ካብ ገዛኺ ምስ ደቅኽን ንዓኽን ዝወስዱ ከለዉ ዝሕጉዝኺ ኣለዉ። ልዕሊ እዚ ግን እንታይ ዘለና ቅድሚ ምእታውና ኣመራምራ ሰብኣይ ከመይ ጌረ ጥዑይ ድዩ ኣይጥዑይን ይፈልጦ ኢልና እዚ ኩሉ ግዜ ኮንስተንትሊ ኣብዚ ንዛረበሉ ነዚ ጉዳይ እዚ እዩ። ገለ ገሊኤን እንታይ እየን ዝብላ ንስኻትክን ስለ ትዛረባ ዘለኽንሲ ይቐተላ ኣለዋ ኖ ኖ ኖ እሰን ምስ ተቐተላ ኢና ንሕና ክንዛረብ ጀሚርና። ንስና ኣብዚ ከም ጉዚ ክሕረዳ ምስ ጀመራ ኢና ክንዛረብ ጀሚርና so ኣፍና ንዕጸወሉ ምኽንያት የለን እቲ ገበን እዩ ጠጠው ክብል ዘለዎ ኣብ መንጎ ደቂ ተባዕትዮን ኣብ መንጎ ደቂ ኣንስትዮን ኣይኮነን ዘሎ እቲ ውግእ እቲ ውግእ ዘሎ ኣብ መንጎ ዓመጽትን ተዓመጽትን እዩ ዘሎ ቶም ደቂ ቶም ጥዑያት ደቂ ተባዕትዮ ብከምዚ ነገር ዝጽለዉ ኣይኮኑን ጥዑያት ዝመስሉ ግን ነዚ ተጠቒሞም ኣንጻር ደቂ ኣንስትዮ ጠጠው ክብሉ ክጥቀሙሉ ይኽእሉ እዮም So እቲ ብዛዕባ ስምን ዘይስምን ዝምልከት ታሪኽ ኣሎ ጽሑፍ ኣሎ ንምንታይ እየን ደቂ ኣንስትዮ ከምኡ ዝገብራ ኔረን of course እቲ ዝገበርኦ ቅኑዕ ድዩ ቅኑዕ ኣይኮነን ምርጫ ስለ ዝሰኣና ግን ኣብቲ ዘበነን ተጠቒመናሉ ሕጊ ከኣ ፈሪድወን ብፍርዲ ከኣ መብዛሕትአን ተቐቲለን እየን ከምኡ ዝገብራ so ዝኾነ ወዲ ተባዕታይ ከኣ ጓል ኣንስተይቲ ክቐትል ከሎ ከኣ ሕጂ ሕጊ ኣሎ ኣብ ሕጊ በጽሓ ኣሎ ኣትሊስት ቀደም ጓል ኣንስተይቲ ሕጊ ይነበረን ሰበይትኻ ተቐቲልካያ ናትካ ፕሮፐርቲ ናትካ ኣቕሓ እያ ነይራ ዝመጸካ ሽግር ብዙሕ ኣይነበረን ሕጂ ነዊሕ ቦታ ኢና መጺእና ዘለና ኣብ ዘለናዮ ግዜ ነንሕድሕድና ምቅትታል ብከምኡ ነገራት ዘድልየና ኣይመስለንን ግን እንድሕር ኣፍሪሕኩም እዚ ሓሳባት ዝዝረብ ዘሎ እንድሕር ድኣ ኣፍሪሕኩም ሰበይትኻ እንድሕር ጽቡቅ ጌርካ ትሕዛ ኮንካ እንታይ ክትገብር ስሚ ክትገብረልካ ተሓሲብካዮ ኣነስ ንሰብ ስሚ ካብ ዝገብር ገዲፈዮ ክከይድ ሕሸኒ ንሕኻ ከማን ኢልና ኢና ንመክር ኣነ በዛ ነብሰይ ገዲፍክንኦም ኪደ ኢለ እየ ዝመክር ግን እቲ ሓሳባት ክትርእዮ ከለካ እቲ ፍርሒ ዘሎ ክትርእይዎ ከለኩም ንስካትኩም ስሚ ተባሂሉ ፈሪሕኩም መዓልቲ መዓልቲ እንዳተቀተላ ቆልዑት እንዳተሓረዱ ግን ንሕና ክንፈርሕ ከለና ግን ኢሞሽናል ኮንክን ንምንታይ ትዛረባ ኣለክን ኣፍክን ዕፀዋ ትብሉና ኣለኩም ትርእይዎ ኣለኩም ዲኩም ተዛሪበን ኢልኩም ትሓርቁ ኣለኩም ንስካትኩም ክቅተላ ሪኢና ንሕና ክንሓርቅ ከለና ግን ንምንታይ ትዛረባ ኣለኽን ብሰንክኽን እየን ዝቅተላ ዘለዋ እስኽን ኣፍክን ሕዛ ንበሃል ኣለና do you realize what's going on here ንሕሰብ ጽቡቃት ምቅታል ወዲ ሰብ ሮንግ እዩ ወዲ ኮነ ጓል ኮነ ክትቀትል የብልካን ጓል ኣንስተይቲ ኣቅሓ መጻወቲት ኣይኮነትን ምሳኻ ትነብር ተሃርማን ትቅጥቅጣን ንድሕር ኣሊኻ ኮንካ ጠጠው ኣብል ትህረምን ትቕጥቀጥን ተሊኪ ኮንኪ ኣይትጻወሪ ሕጊ ኣሎ ክሕግዘኪ ዝኽእል ኣብቲ ዘለኽዮ ዓዲ ብዕስራን ኣርባዕተን ሰዓት ካብ ገዛ ክውጽኦም ክኣልዩኪ ዝኽእሉ ስለ ዘለዉ ተጠቐምሉ እቲ ሕጊ ኣብ ምቕታል ኣይንብጻሕ take care you guys። ሰላም ሰላም ክብራት ኣሕዋት ሓንቲ ግጀ ጽን ኢልኩም ስምዑኒ እስከ እዚኣ። ሰላምካ ደቂ ኣንስትዮ ኤእ ኣዴታትናሲ ኣብ ገዛ ዘሎ ቀመማት እንዳተጠቐማ ናይ ክንደይ ሕማማት ይፍውሳ ኔረን ክንደይ ሕማማት ፈውሲ ፈውሲ ዓሻ እንዳበላ እዚኦም ሕማም ናይ ሕብረተሰብ እዮም ነዚኣቶም ምፍዋስ ብቐሊል ምሻሎ you know what I mean ከመይ ጌርክን ነብስኽን ትከናኸና you have full control of ነቲ መግቢ ገለ መለ

ጥንቅቕ ተበልኩም ኣብ ከም ኣመራጺ ዋላ ኣብ ቤት መግቢ ዘለዎ ኣብ ዝኾንኩም ከድኩም ባዕሎም ሰሪሕኩም ባዕሎም ገዚእኹም ባዕሎም ሰሪሖም ብልዑ እቶም ወዳ ጥንቅቕ በሉ በዚ ኣጋጣሚ ኣይትፍሩ እጃኹም ኩለን ሓደ ገርኩም ኣይትሰድወን ግሊኤን ካለ ለዋሃት ኣለዋ ሓደ ክልተ ካብ ካብ ሚእቲ ሲ ክልተ በሰን ጥራይ እየን ዘለዋ እተን ተበኪለን ርጉማት ዘለዋ ባይዘ ወይ ኣይትፍሩ እጃኹም ኣሕዋትኩም እኒአን ኣዴታትኩም እኒአን ኣጃኹ እንድቲ ኣይትፍርዋ እንታይ ትኾኑ ኣለኹም ኣይትፍርዎ እንድቲ በዚ ጋጣሚ ሰሚዕኩም ኣለኩም ደቂ ዓበይቲ ናብ ኩላ ክትበጽሕ ሸር ሸር ግበርዋ እቶም ወዳት ከኣ ጥንቅቕ ተበልኩም ተመራጺ እዩ እ ናይ ሓንጎል ናይ ሓንጎል ኩኑ ባዕልኩም ሰሪሕኩም ከርቲፍኩም ከርቲፍኩም ባዕልኩም ብልዑ ሓቂ እየ ባዕልኩም ከርቲምኩም ብልዑ ዋ ኣርእኹሞና ኣለኹም እንታይ ዲኤምኤ ድዩ ዝበሃል ዲኤምኤ እቶም ኣውራ እንታይ ድዩ እቶም ዲኤምኤ ደቅኹም ዘይገበርኩም ኣውራ ንስኹም ተጠንቀቑ ዲኤምኤ ዘይገበርኩም ተጠንቀቑ ከርበጥ ከብለኹም እዩ

ቃንዛ ፍቕሪ ከመይ ምዃኑ ርደእኒ ስለ ዝነበርኩዎ ካባኹም ዶ ከፎኻ ክንደይ ኣለዉ ኣብ ውሽጦም ገይሮሞ ጸይሮሞ ድኸዱ ብዙሓት ኣለዉ ሓደ ነገር ኣነ ከዘኻኽረኩም ጓል ኣንስተይቲ ሓንቲ ግዜ ኖ እንተኢላ ኖ እያ በቃ ብተፈጥሮ በቃ ኖ እንድሕር ኢላ ኖ እያ ክንዲ ዝገበርካ ግበረላ ክንዲ ዝተዛረብካ ተዛረባ ክትቅይር ኣይትኽእልን ኢኻ እቲ እንኩ ክትቅይሮ ትኽእል መን እዩ ተልካ ንነብስኻ ንስኻ ጥራይ ኢኻ ስለዚ ደድሕሪኣ ክትከይድ ክትብል ንዓኣ ዋጋ ክትከፍለላ ክትብል ንዘይትቕይሮ ነገር ኣት ዲ ኤንድ ኦፍ ዘ ደይ ኣብ መወዳእትኡ ንነብስኻ ንስኻ ጥራሕ ኢኻ ትከስር ስለዚ ዓርክኻ ኣሎ ጎንኻ ሓውኻ ኣሎ ጎንኻ ኣዴኻ ኣላ ኣቦኻ ኣሎ መተዓቢትኻ ኣሎ ኣብ ውሽኻ ዘሎ ቃንዛ ተዛረቦ ፕራውድ ኮይንካ ኮሪዕካ ተዛረቦ ውሽኻ ዘሎ ቃንዛ ኣውፃዮ እንዳነበዕኻ ኸማ ስለዚ ሉክ ኣፕ ዩርሰልፍ ንነብስኹም ረእዩ ቅድሚ ዓሰርተ ዓመት ዕስራ ዓመት ዝነበረካ ራእይ ዝነበረካ ሕልሚ ኣቢልካ ምስ በሳታ ዳ ሕጅና ከም ሽንዲ ወዲ ድሕሪ ትምለስ ኣለኻ ተጠቀመሉ ባ ኣብዚ ብጻሕ ምስ በጻሕኩ ነብሲ ከምዚ ክገብረለ እየ ነዲ ከምዚ ክገብረለ እየ ንሕዋተይ ንስድራ ቤተ ከምዚ ክገብረሉ እየ ትብሎ እንታይ ዳብ ሕጂ በጺኻ ዳ ኢድካ ተንሳሕ ዘለኻ ዳ ኣንተ ኣድጊ ተበራብር ተስእ ብዕራይ
ሻሎም ሻሎም ደቂ ሸዋ ሻሎምኩም ይብዛሕለይ ኣብቲ ዘለኹሞ እንታይ እየ ክብል ደልየ እግዚኣብሔር ኣምላኽ ሲ እንታይ ኢሉና ባዕልኹም ፍለጡ ከምታ ዝፈልጣ ገይረ ከረድኦኩም እቶም ዘይተረድኦኩም ስክሮል ክትገብሩ ትኽእሉ ኢኹም ኣነ ከምታ ተረዳእትኒ እየ ዝነብር ከምታ ተረዳእትኒ ከረድኦኩም ክፍትን እየ ነቶም ናተይ ዘረባ ዘድልየኩም ማለት እዩ ከይፈተና እንዲኹም ክተዛረበና ደሊኹም በቃ ከረድኦኩም ክፍትን እየ ቻው ሕጂ እንታይ እየ ክብለኩም ደልየ እግዚኣብሔር ኣምላኽ ንዓና ብምስለይ ሰራሕኩኹም እዩ ዝብል ንሕና ክፉኣት ግብሪ ንሕና ደቂ ሰባት ሰያሲ ኩፉኣት ክንስናስ ብምስለይ ጌረ ሰሪሐኩም እዩ ዝብል ኣነ ክርስትያን እየ ናይ ክርስትያን እየ ዝዛረብ ዘለኹ ጋይስ እቶም ካልኦት ከምኡ እንተዘይብልኩም የራሳችሁ ጉዳይ ነው ሕጂ እቶም ብምስልኹም ሰሪሐኩም ለናስ እንታይ ኮይና ካብ ኣምላኽ ዘይንመስል እ እንታይ ኮይና ኢና ካብ ኣምላኽ ዘይንመስል ኣምላኽ ኩሉ ብቃል እዩ ገይርዎ ብቃል ደቂ ሽቆይ ካብ ኣፉ ዝወፀት ቃል ገይሩ ምድሪ ኮነ ኢሉ ኮነ ወዲ ሰብ ኮነ ኮይና ገረብ ኮን ኢልዎ ኮነ ኣብዚ ቅድመይ ዘሎ ንብረት እንዳፅዋዓ ከረድእኩም እየ ተርዲእኩም ኮነ ኢሉ እዩ ጌርና ካብ ኣፍክን ዝወፅእ ቃላትሲ ዋይኽን ዘይትሕልዎ ዳትስ ርእስኽን ሓሚምክንስ ንዓና ተመሊስክን ትሕማና ደለኽን ትሕሙሙና ደለኹም ኣወዳትኩም ኣዋልድኩም ማለት እዩ እንታይ ክብል ደለ ዲስ ኢስ ዲስ ዊክ ኢሞሽናል ዳሜጅ ይካየደና ኣሎ ንዓና ማለት እዩ ብጣዕሚ ኣነ ክነግረኩም እስክሮል ክገብር ከለኹ ቀደም ኣብዚ ቲክቶክ ፅቡቕ ነገር ይርኢ ፅቡቕ ነገር ዝምህረካ ነገር ይመፅእ ገለገለ እዩ ነይሩ ንቲክቶክ ክሳብ ዛ ሕጂ ዕለት ኣምሪረያ ይፈልጥኒ ነይረ እንተ ሎሚ ሎሚ ግን እረ ሓቢርና ሲ ሓቢርና ትኸምኡ ክፉእ ዝገብር ጓልካ ትኹን ወድኻ ሓቢርና ከነጥፍኦም ኣለና ካብ ቲክቶክ ምሸር እንዳበልና ስእሎም እንዳጠቃዕና ከነባዝሓሎም ስእሎም እንዳገበርካ መፂኻ ብድሕሪት እዚኣ ከምዚ ኢላ እዚ ከምዚ ኢሉ ኢልኩም ተባዝሕሎም ደለኹም በዓል ንስኹም ስታፕ በጃኹም ስቶፕ እስኺ ከዓ ማለት እዩ ንሕና ወዲ ቀቲሉ ኢልና ናብ ሕጊ ቀርብ ኣለዎ እንዳበልናስ ኣጓለት ክትቀጥቅ ሽም የሱስ ረ እንታይ ግብረ ጥልዕዮ ካብ ኣፈይ ረ ካብ ኣፈይ ኣነ ኣነ ብናይ ኣምላኽ መንገዲ እየ ክኸይድ ዝደሊ ብምስሊ ኣምላኽ እየ ክኸይድ ደሊ በቃ ንኣምላኽ ክመስል ደሊ ኣለኹ ደቂ ሸቆይ ሕማቅ ካብ ኣፈይ ሕማቅ ቃላት ከውፅእ ኣይደሊን ሕማቅ ክዛረብ ኣይደሊን እየ ዩኒት ትራፒ ሲስተር ዩ ሃቭ ቱ ጎ ቱ ሕክምና ጠቕላላ እስኺ ድሕሪ ሕርሲ ኣለኺ ድሕሪ ሕርሲ ርእኪ እየ ቤቢ ሓቂፍኪ ነይርኪ ኢኺ ሶ ድሕሪ ሕርሲ ዝመፅእ ሕማም ከዓ ኣሎ ሕማም ድሓር ዝበሃል ሕማም ድሓር ኢሎምኺ ሕማም ድሓር ዝበሃል ንኦምሮኻ ይገላምጦ ምሽ ሕሱብን ዘይሕሱብን ካብ ኣፍካ ጥልዕን ዘይጥልዕን ተጠልዕ ሶ ዩኒት ትራቢ ንስኻ ከዓ ማለት እዩ ንስኻ ከዓ እንታ ኣምላኽ ኣቦይ ሶሪ ይመልቆኒ እዩ መንጎ ኣነ ኣም ሶሪ ያ ኣም ሶሪ እስኹም ኮነ ኢልኩም ብምስሊ ኣምላኽ ከይተኽይዱና እንዲኹም ትፅዕሩ ዘለኹም እስኹም ኣቶም ህዝቢ ኣቶም ንዓይ ትድግፉ ኣቶም ንዓይ ትፈቱ በጃኹም ኢለኩም ሸር ኣይትበሉ ሸር ኢልኩም ኣይተባዝሕሎም ንነገራት ተረዲእኩም ሸር ኢልኩም ናብዚ ቲክቶክሲ ኣይተምፅዎ ከማን ኣይተባዝሕሎም እዞም ከምኡ ዝገብሩ ሰባት ተኽኢልኩም ጠቕሊልኩም ናብ ሕጊ ክበጽሑ ኣለዎም እቶም ሕክምና ዘድልዮም ንሕክምና ክበጽሑ ኣለዎም እቶም እንታይ ዝበሃል ዝገብሩ ከዓ እቶም ሕጊ እንታይ ኢኺ ዝበሃል ምሕዋይ ዘድልዮም ከዓ ክሓውዩ ኣለዎም እቶም ክሓውዩ ዘይደለዩ ኮነ ኢሎም ዝዛረቡ ዘለካ ኮነ ኢሉ ባይደወይ ኖርማል ሰብ ከምኡ ይዛረብ ኢለ ሓስብ ናይ ኣነ እንትርፎ ሕሙም እሙሩ እሾያ ዝሰሓተ ተደይ ኮይኑ ኖርማል ሰብ ጌጋ ከምኡ ኢሉ ይዛረብን እዩ ኖርማል ዝኾነ ሰብ ኣነ እንድዒ ትርድእኩም ስለዚ ኣይተባዝሑ ዞም ሕዋተይ ሸራ ይትበልዎ እተን ክቐርባ ዘለወን ናብ ሕጊ እውን ክቐርባ ኣለዎ እቶም ክቐርቡ ዘለዎም ክቐርቡ ኣለዎም ኣታ ብሕጊ ብሕጊ ምድርን ብሕጊ ኣምላኽን ኪዱ ዋ በጃኹም ኢለኩም ብሕጊ ኪዱ ሕጊ እዩ ዝጥዕመና ንዓና ሕጊ እዩ ዝኣስረና ብሕጊ ተኸይድና ኢና ጥዑም ንኸውን ጥዑማት ሰባት ንኸውን እምበር ርእኩም ኣለኹ ሕጊ ተዘይሒዙኩም ንስኹም ጠቕላላ ጠቕላላ ክትበፅሑ የብልኩምን ኢሞሽናል ዳመጅ ገይርኩም ንዓይ ነዞም ኣብ ቲክቶክ ዘለዉ ሚእትን ክንደይ እናበፅሕና ደና ኢትን ቴስዓን ሰባት ሃንጊ ክትዕፅውና ኢኹም ባይ ሻሎምኩም ዝሓለይ ሚካ ሓወይ እዚ ሓሳብሳ ፅብቅ ኣብፅካላ እቶም ንቀትል ዘለና ኣወዳትና እቶም ኣወዳት ከዓ ክንደይ ኣሽሓት ጠፊኤን ኣሎ ኣብ ስዊዝ ይኹን ኣብ ሆላንድ ይኹን ኣብ ጀርመን ይኹን ባዕለን ተሓኒቀን ዝመታ ባዕለን ጥራሕ ነብሰን ሒዝኩምለን ይኹን ገለ ይኹን ወይ ከዓ ገለ ኮና ባዕለን ዝቀተልኩመን ይኹኑ ክንደይ ገበናት እዩ ዘሎ ገበናት ነንሕድኩም ውሽጢ ውሽጥኹም ትፋለጡ ኣይ ምስ ሰበይትኹም ኣኽቢርኩም ኣይ ሓዳርኩም ኣኽቢርኩም ንመን ኢኹም ተንዕቑ ዘለኹም ህዝቢ ትግርና ኢና ንናዕ ዘለና ህዝቢ ትግርና ከዓ ህዝቢ ትግርና እዩ ዝናዓ ዘሎ ህዝቢ ኤርትራ እዩ ዝናዓ ዘሎ እዚኣ ንፈልጣ ዘለና ኩላትና ንጨብጣ ንሕና ሕጊ እንዳባት የብልና ሕጊ ህይወት የብልና ንሕና ኣብ ስደት መፂና መን ዝናዓ ዘሎ ነንሕድና ተፃራሪፍና ነንሕድና ኣዋልና ቀቲልና ሰብኡት ነንሕድና ቆልዑትና ክንቀትል እንከለና እዚ መን ይስምዖ ኩላትና ናይ ስምዐና ግን ካብ ነንሕድና ንጨኻኸን ይቕረታ ተባሃይልና ወይ ከዓ እታ ጌጋ ዝገበረ ጌጋ ገርካ ወይ ከዓ ንሕና ቤተክርስትያን ኣይንእቶ ኢልናና ቤተክርስትያን ሲ ኣይንእቶ ቤተክርስትያን ካብ ንምርዖ እንተድና እንተኣቲና እታ ቤተክርስትያን ኣይንእተዋ ቃል ኪዳን ክንኣስር ኮልና ጥንቅቕ ንበል ወይ ከዓ ብኮንዶም ተጠቆም ኢልና ዕድመና ብሉና ብኮንዶም ተጠቆም ኢልና ኮንዶም ግበሩ ኖርማል ከኒና ውሰዳ መርፊ ተወቃ ኢልናና ቀልል ቀልል ኣይኮነ እዚ ካብ ቆልዓ ወሊድካ ወይ ከዓ ነንሕድካ ካብ ጉድድእ ዝመፀ እጂ ንሕና ነንሕድና ተባዳዲልና እና ስደት እዩ ስደት ከዓ ጭንቀት እዩ ስደት ከዓ ምረት እዩ ንሕና ከምዛ ሚኪ ዝበላ ሓወይ ሚኪ ሓወይ እ፣ እ፣ ስሚ ደትሕሸካ እዋ፣ እዋ፣ ካብ ስሚ ዝመውት እሞ ኣነ ክነብር የደሊ ብስሚ ብስሚ ከማን ትሕሸኒ ካብ ካራ ብሽጉጥ ብሽጉጥ ወይ ብስሚ እንተኢሎምኒ ኣነ ብሽጉጥ ትሕሸኒ እንደ ዝብል ስሚ ግን ከባድ እያ ከባድ እያ ተምላስ ንተምላስ ትኸውን እውይ ከዓ ሃለዋትካ ይጠፍአካ እዋ ስም እኮ ከቢድ እዩ ዝተፈላለየ ስሚ ኢኻ ዘሎ ብዛ ዓለም ዝተፈላለየ ጊፍቲ እዩ ዘሎ ጊፍቲ ከምዚ ንባዕሉ ሲ ንኣብነት ክነምፅኦ ክርዳድ ዝበሃል ኣሎ ብኤርትራ ክርዳድ ተበልዕካ ምስ እኽሊ ዝበቆለ ሲ ፅሩይ ዘብለካ ክርዳድ ኣሎ ክርዳድ ፅሩሩ የብለካ ሕጂ ዝተፈላለዩ ዘሎ ንባዕሉ ከመን ኣሳቂ ዝቀትለካ መድሃኒት እውን ይህሉ እዩ ከምዚ በቃ ወላ እውን ጎይኻ ናብ ፀድፊ ክትኸይድ ይኽእል ኢኻ ተዳን ሃለዋትካ እንዳጥፋእካ ሕጂ ዝተፈላለዩ መድሃኒት ስለ ዘሎ ብዛ ዓለም መቕተሊ ንሕና ክንፈልጥዋ ኣይንቀታተል ሚኪ ድሓን ባዕለ መላእ እያ እምበር እዛ ሂወት እዚኣ ከባድ እያ ንሕና ከዓ ክነብር ኢና ናበፅና እዛ ዓለም ሚኪ ትፈልጥካ ክንነብር መፅ ወይ ብጣዕሚ ቴንኪዩ ብጣዕሚ የቐኒየለይ ስለቲ ዝሃብካኒ መግለፂ ብጣዕሚ ደመስግነካ ኤእ እዚኦም ሕማም ናይ ሕብረተሰብ እዮም ነዚኣቶም ምፍዋስ ብቀሊል ምሽ ኣሎ ዩ ኖው ዋት ኣይ ሚን ኣክና ዩ ሃቭ ፉል ኮንትሮል ኦፍ ነቲ መግቢ ገለመለ ከመይ ጌርክን ምሽ ኣሎ ፊዚክሊ ዘይትክእላ እንድሕር ኮይንክን ብከብዶም እንድዮም ዝግዝኡ ብከብዶም ከመይ ጌርክን እእእእ ማለት እዩ ክፉእ ክንዛረብ ኣይንደሊና ግን ክፉእ ኣይትዛረቢ ወሪድኪ ፅሪቲ ሃመይ ጌረ ክፉእ ክወፀኪ ክፉእ እኳ ለይትመክሪ ኣይዲያኺ ግን ክገርም ኣንጨውጪና ብጣዕሚ ኣብዛ ዓዲ ሕጊ የለ እያ ፖሊስ ደዊልካ ሰብ እዚ የቸግረኒ ኣሎ እዩሞ ውፅለይ ፋሚሊኻ ፀዊዕኻ ካብዚ ሰብ እዚ ፈትሕኒ ምስዚ ክነብረ ይኽእል ክትብለ ይከኣል እያ ይልቁንስ ኣቦ ደቅኻ እንጦሮንጦስ ተእትዮሞ ትምንጥሎም ካብኡ እስኻለ ብሰላም እዩ ትነብር እዩ መቸም ሕጊ ውለለዋ ዓዲ እ ንስኻ ለኦ ካብኡ ቅሊንጦ ትወርድ ኢኻ እንጦሮንጦስ ትኣቲ ኢኻ ካብኡ ደቅኻ ናብ ጽርግያ እንዳ ናብ መንግስቲ ዕባዮ ክንልው ፐው ይበል ኢዩ ሓሳብ ሃም ኢልኪ ሙጽ ኢልኪ በይዛኺ እዚ ኩሉ ዓመትስ ተነይሩ እሞ ከምዚ ዓይነት ሓሳብ ልነበረ ልሓሰበ ሰብ የለይ ናይኺ ፍልይ ልበለ ኢዩ ብጣዕሚ ጠፋእና ትመኽሩ ተለኹም ስወ ዝለለዎ ምኽሪ ኢዶ እኳ ዶ ምኸሪ። ስለ ዝመጽእ ዘሎ
ምሳኻ ኣብ ምግቢ ንዝቕረብ ሰብ ግን ቮነራብል እዩ ምግቢ ከኣ ትፈልጢ ኢኪ ሃገረ ሓፍትና ሲ መንፈስ እዩ ዛስ ዋይ ናብ ሕብረተሰብና እንታይ ንብል ሰለስተ ስላሴ ኢልና መኣዲ ተቀሪብና ብስድራ ቤት ብስነ ስርዓት ንበልዕ ሕጂ ንሰብሲ ቮነራብል ከሎ ኣሚኑ እምነቱ ውዲቁ ከሎ ሲ እምነትካ ከተጉድል እሞ ኸኣ ናይ እግዚኣብሄር ኢድ ብኢድካ ዋኒንካ ውሳኔ ክትውስን ምክንያቱ እግዚኣብሄር እንታይ ዝብል ብእምነት ከየ ዝኸደኪ ዘለኹ ሃገር ሓፍተይ ሕነ ምፍዳይሲ ናባይ እዩ እዩ ዝብል ኣይኮነን ድዩ ሕጂ ተሓነ ምፍዳይ ብኢደ ዋኒንኪ ምውሳድክሲ ጉቡእ ድዩ ምክንያቱ ጉቡእ መፈላለዩ ኣሎ እወ መዘ ክተፈላለያ እንዲን ዘለዋ ኣሳብ ሓወይ ሕጂ እታ ምታ ግብእቲ እታ ግብእቲ ነበረት እንታያ መሲልኪ ንኣብነት ድሕር ከምኡ ሓደጋ ክመፃ ከም ዝኽእል ድሕር ገሚታ ንጊዚኡ ኣብ ጋህልእ ገዛ ምስ ስድራኣ ድዩ ምስ ገሊኣ ድዩ ትጸንሕ እሞ ጉዳይ ምፍልላያ ከኣ ትገብር። እወ ንሂወት ትንፋስ ወዲ ካልእ ሰብ ግን ብኢደ ዋኒንካ ከተብል ኢልካ ምኽሪ ምሃብ ግን እዚ ጌጋ ኮይኑ ተሰሚዕኒ ሃገር ንዓይ ብፍላይ ምስ ደቂ ኣገዳሲ ኣገዳሲ እኮ ኣይኮነን እቲ እቲ ንዕቀት እኳ እዩ ዘዛርበካ ከምኡ ሳሚ እምበር ንሰብ ተፈላሊኻ እንድሕር ወዲእኻ ተፋቲሕካ እንድሕር ወዲእኻ ወዲእኻ ኢኻ ዘራኽብ የብልካን ብሓንሳብ እውን ኣይትበልዕን ኢኻ እቲ ንዕቐት ግን እቲ ንዕቐት ኣብ ደቂ ኣንስትዮ ዘለዎም ንዕቐት ሲ እንታይ ስለ ዝገበራ እየን ዝቕተላ ዘለዋ ገለ ስለ ዝገብራ ዘለዋ እየን ዝብል ኣዘራርባ ጓል ኣንስተይቲ ሲ ቮንረብል ኮይና ኣሚናትካ ናታ ጋርድ ዳውን ኮይኑ ኣሚናትካ ሂወታን ነብሳን ሂባትካ ዕድሚኣ ሙሉእ ሂባትካ ሲ ዓቅሚ ስለ ዘይብላ ወይ ድማ ስለ ዝበደለት ሲ ክትቀትላ ወይ ድማ ስለ ደስ ዘይበለካ ስለ ኣብ ሂወታ ኣክሰስ ስለ ዝኸለኣትካስ ኦብሰስት ኮይንካስ ክትቀትላ እቲ ንዕቀት ኣብ ደቂ ኣንስትዮ ዘሎ ንዕቀት ንስኻትኩም ዊክ ስፖት ኣለኩም you you can you can you can you can end you can lose your life you can like

ንዕቀት ቮልነራብል ስለ ዝኾነት ጓል ኣንስተይቲ ጓል ኣንስተይቲ ሳሚ ሓወይ ክውድእ እሞ ክውድእ ክውድእ ፊዚካል ፊዚካል ለቨሬጅ ስለ ኣብቲ ሓሳብ ዘለዎም ክትወልኩም እዚኣ ሃገር ሓፍተይ ስኺ ክት- ክትኣትውዮ ዘይትኽእል ነገርሲ ንምንታይ ካልኦት ክገብርኦ እሞ ትመኽሪ ደኣ

ለቨሬጅ ተጠቂሙ ወዲ እንድሕር ከብለካ ኮይኑ ኣነ ከኣ ናተይ ማይን ብረይን ለቨሬጅ ተጠቂመ ኣይ ካን ዱ ዋትኤቨር ኣይ ዋንት ስለዚ ዶ ዝበልክያ እኮ ሃ- ሃገር እኮ ብክርስትያናዊ እኮ ሸይጣናዊ ትእዛዝ እኮ እዩ እዚ እቲ ኣይኮነን ናይ ሸይጣናዊ ኣምላካዊ ኣነ ከኣኒ ፌር ዲ- ቃል ፌር እግዚኣብሔር ፌር ተማእዘኩ ድዩ ፌር ዲል እየ ዝብሎ ሳምሓዊ ኣነ ከዓ ፌር ሕጂ እግዚኣብሔር ድዩ ፌር እስኺ እግዚኣብሄር ድዩ ፌር እስኺ
ንነብስኻ ጠጠው ምባል ስብለካ ክቐትለካ ዝመፀ ቀዲምካ ምቕታል ፌር ኢለ እየ ድሓስብ ፌር ኢልኪ ክትሓስቢ ብዓይኒ እግዚኣብሄር ብዓይኒ እቲ ንኣብነት ሕጂ ሃገር ሓፍትናስ ንፍዕ ተጎስጓሲት እግዚኣብሄር እኮ ኢዝ ናምበር ዋን ጋንግስተር

ኢዘ ቢግ ቦስ የሱስ ክርስቶስ መስኪን ኮይኑ መድሓኒ ኮይኑ በጃ ኮይኑ ሕጂ ክመጽእ ከሎ ግን ሂዝ ናት ገነ ካም ኣስ ዳት ሂዝ ገነ ካም ኣስ ፊሪየስ ፋየር ኢን ሂዝ ኣይስ ሶርድ ኢን ሂዝ ሃንድ ሂዝ ገነ ካም ዊዝ ፋየር ኦን ሂዝ ፌት ኣብ ፈረስ ተጻዒኑ ማለት እዩ ክቆራርፃ እዩ ኩላ እቲኣ መስመር ዘየላ ማለት እዩ ሕጂ ንስኻ ክትቆራርፅ ሲ ስልጣን ሂብክድ እግዚኣብሄር
እዋ ንዓባ ሳሚ ግደፍ እባላ ዘይተቐበል ሓላፍነት ኣይትሓመዲ ዝብለካ ብሄር ድዩ ፌር እስኺ ክቐትለካ ዝመፀ ቀዲምካ ምቕታል ፌር ኢለ እየ ድሓስብ
ፌር ኢልኪ ክትሓስቢ ብዓይኒ እወ እግዚኣብሄር ከ ብዓይኒ እቲ ንኣብነት ሕጂ ሃገር ሓፍትናስ ንፋዕ ተጎስጓሲት እግዚኣብሄር መፅሓፍቲ እኮ ቁዱስ ኢዝ ናምበር ዋን ኢኺ ጋንግስተር እግዚኣብሄር ኢዝ ናምበር ዋን ጋንግስተር ካብ ካልእ ደቂሉ ካብ ካልእ ኣምፂኡ ዝበደለን ዝሃረምዎን መዓት ኣሎ ግን ኣዴታትና

ከምኡ ሰሚዐ ግን ኣለኹ ኣነ ኣብ ሰብ ዝተወልደ ደቓላ በሃል ደቂሉ ገለገለ ሰሚዐ ኣለኹ
ኦኬ እንታይ እስኪ ክብል ደሊ ኣነሲ እዚ ህጂ ናይ ኣዋልድ ናይ ኣወዳትን ሲ ከምዚ ካልኣይ ግዜ እዩ ድመፅ ዘሎ ናብዚ ሚድያ ማለት ማለት እዩ እንታይ እስኪ እዘን ሰላሳ ዓመትክን ሰላሳን ሓሙሽተን እዘን ሓያማት ተመሪዕክን ቋልዑ ተወሊድክን ደተፋትሐክን ሓዳር ዝኣበየክን ንሕና ኣለና ንኣሽቱ ቆልዑት ኣለና ሓዳር ንደሊ ምስ ኣሕዋትና ተረዲኽና ንዓናሲ እንታይ ሽም ትገብራና ኣለኽን ንሕናስ ካባኽን ያ ስማርት ኢኽን ትምህርቲ ኣለክን ኣብዚ ኤውሮጳ ወይ ኣብ ኣሜሪካ ነዊሕ ዓመት ጌርክን ኣለኽን ንሕናስ ካባኽን ብዙሕ ነገር ንምሃር ኣሎ ማስ ሜዳ ማለት እዩ ንስኽን ግንስ ሓዳር ምስ ኣበየክን ወዲ ምዃን ምስ ኣበየክን እቲ ሓደ ገለ ገይሩ ይገድፈክን እቲ ሓደ ልብኽን ምስ ኣጥፍኡልክን ሲ ነተን ንኣሽቱስ እንታይ ትገብራና ኣለኽን ስሚ ገርክን ኣብልዖኦም ስሚ ገርክን ቅተሎም ኣወዳት ጨካን እዮም ገር መጀመርታ ተቐቲልና ተሃሪምና ገለ ኢልክን ካብ ተእውያ ማለት እዩ ቅድሚ ምህራምክን ወይ ቅድሚ ተቐቲልና ገለ ምባልክን እንታይ ጌርክን እምነት ወዲ ትወዲ ወል ሓንቲ ከይገበርክዮ ወል ሓንቲ ከይሕረቅክዮ ወል ሓንቲ ከይእስኺ ወዲ ክብረት እዩ ክብረት እዩ ተረዲኽኒ ገንዘብ ሂብክዮ ወይ ገለ ሂብክዮ ወል ሓንቲ ይሰምዐክን ክብረት እዩ ንሓደ ወዲ ክትሕዝዮ ንስኺ ማለት እዩ እንተ ዘኽቢርክዮ እቲ ክብሪ ናቱ ናይቲ ወዲ እንድሕር ተዘየማልኡ ኩሉ ተረዲኽኒ ሲስተረይ ወላ ድፋእ ኣቢልክ ከይዱ ወል ሓንቲ ይኮነን ዶ ንዑ ሕጂ ወዲ ኣኽብርዮ ክብርሲ ሃብዮ እቲ ንዕኡ ዝግብኦ ክብሪ ንስኽን ግን ኣብዚ መፂኽንሲ ኩሎም ገገይሮም ድዮም ገገለ ገጊርፎም ይኹን ከይዶምስ ንዓና እንጀርና ንዓፀና ኣለኽን ንዓና ቆልኦት ንሕና ህፃውንቲ ኣብ ስደት ዘለና ተፍርሓና ኣለኽን ተረዲኽና ንሓዳድ ንኸይንገብር እንታይ ይኽን ንስኽን ኣብ ገዛኽን ተዓፂኽን ደቅኽን ደይትዕብያ ወይ ከዓኒ ደቅኽን ናብ ትምህርቲ ክኸዱ ደይተረዳእ ኣብዚ መፂኽን ንሕና ክንቃጠም እንደሊ ሓዳር እንደሊ ምስ ኣሕዋትና ክንቀርብ እንደሊ ኣብዚ ልብና ተፅፋና ኣወዳት ከምዚኦም ዝገብሩ ኣወዳት ከምዚኦም ድሓር ከ ስሚ ጌርክን ኣብ ልዕኦም ትብላ እንታይ ስድራና ስሚ ብልዕን ፈጣሪ ነቦታትና እንታይ ኢኽን ተርእያና ዘለኽን ኣብዚ ውሕጅስ መን ክበልዐና እዩ ገዛና መፂኦም እጅስ ክፈርሑኩ እዮም ኣይንበልዕና ጣዕማ እዞም ወዳት ድሂልክኖም ትወልዳሎም ሓደ ትወልዳ ክልተ ትወልዳ ይዕብኦም ነቶም ቆልዕልክን ንስኽና መንግስቲ ዝኸፈለልክን ገዛ ተረፊዕኽን ኣይተኸፍላ ቅርሺ ናይ ገዛ ገለ ትገብራ ንዕኦም ክፈሎ እቲ ናይቲ ንቆልዓ መዕበይልክን ሽዱሽተ ሚትር ክሻዕ ቅርሺ ከብዶም ወዙ ቁርብት ኣይትሓስባ እንዲኽን ስደት እኮ ኢዚ ተረዲኽናኒ ዝሰርሖ ንዓኽን ይህበክን ናይ ክልተ ቆልዓ ሰለስተ ሚእቲ ወይ ሽዱሽተ ሚእቲ እንድተኽፍሎም ሆምለስ ኮይኖም ተጨኒቆም ወዲ ማዳ ዘይውፅእ ዝነበረ ገፁ ማዳን ማዳ ጌርኩና ገፅክን ትርሓቅ ንስኽን ገለ ክንዲ ገለ ዝኾና መዓኮርክን ንገረን ኣብዚ ኤሮጳ ዘልኽን ኣብዚ ኣሜሪካ ዘልኽን ኣዋልድ ማለት እዩ

ይድንጉፅለ ወዲ ግን ተዛሪቡ በኽዩ ዝርድኦሉ ሰብ የለ ማለታ እዩ ዝበኻይ እዚ ህይወት ከመይ ክሎ እንታይ ኮይኑ ደይክእሎ ሰብኣይ ደይኮነ ደይሰርሕ እዩ ድብል ሰብ ናይ ውሽጡ ገለ ወዲ ሲ ኣውፅ ይዛረብ ሕጂ እዚ ወዲ ቀትሉ ውላዱ ገለ ትምክሓሉ ዘለኽን ኣብዚ ዘለኽን ማለት እዩ እንታይ ገይሩ እንታይ ኮይኑ ቀትሉ ቅድሚ ምቕታሉ ነቶም ቆልዑ ሲ ደቅኻ ደቅኻ ንምንታይ ትኸልኦም ደቆም ኣለኽን ንምንታይ ደቆም ዘይርእዎም ንምንታይ ወሊዶሞም ድም ንምንታይ ምስ ተፈታሕኽን ንስኽን ሰብኣይ ምስ ድሌትክን ሰብኣይ እንዳእተኽን እንዳዕንደርክን ምስ ድሌትክን ሰብኣይ ደቆም ናይቶም ዝወለዱስ በቲ ንስኺ ደምፀኺ ሰብኣይ ገለስ ክትዕብሉ ለኦ ትደልያ ንምንታይ ደቆም ደይተርእዮም ንምንታይ ደቆም ድትህቦም ወሊዶሞም እንድም ብሕግን ገለንስ ደቅኻ ይንህበካ ኢና ክሳብ 18 ዓመት ዝኾኑ ደቅኻ ኣይትሪኦምን ኢኻ ምስ ጎበዚኻ ደቅኻ ትርኢ ብሕጊ ከምኡ ጌርክንሲ ንምንታይ ተሰራጢኦም ኣለኹም እዞም ኣሕዋትና ቁርብ ሕሰባ ባዕልኽንሲ መፂኻ ባዕልኽን ብፍቅሪ ከማንስ መፂኻ ረኣዮም ሰንበት ሰንበት ድዩ ኣዛውሮም ኢልክን ኣፍቅዳሎም ሕጂ እዚ ወዲ እዚስ ንምንታይ ቀትልዎም ኢልክንስ ዘይተሓስባ ቀትሉ ቀትሉ በቃ ቅድሚ ምቕታሉሲ ምርኣይ ከሊኣቶ ትኾን ትኽእል እያ ባይዘ ወይ ወዲ ንሕና ኣብዚ ናይ ሓበሻ ናይ ኤርትራውያን ኣወዳትን ኣዋልድን ፍቅሪ ከዓኒ ንሕና ደቂ ኣንስትዮ እንድሕር ወዲእና ወዲእና ኢና ምስ ካልእና ፍቅሪ ንጀምር ንሱ ግን ክንውድእ ከለና እዩ ፍቅሪ ድደግሶ በቃ ክንውድእ ኣይደልናይ ወይ ከዓ ኣይደልየኪን ምስ በለካ ደሓር እቲ ኤርትራዊ ፍቅሪ ዝደኩሶ በቃ ትኸደኒ ኣላ ትርሕቅ ኣላ ካባይ ኢሉስ መሊሱ ይደፍቅረካ ንምንታይ ከም ዘይትርዳእሎም ፅሉላት ንሕና በኣ ከም በዘን ሓያማት ክንዋረድ ንሕና ህይወት እንደሊና ምስ ኣሕዋትና ሓዳር ክንገብር እንደሊና ኣፍ ክንሓዝ ኣልና ኣብዚ መመፀ ክወጠም ጥማት በለ ከዳ ደቂ ክንዕብያ ደቅና ደቂ ስክና ዝመፀ ክንዓና ኣብ ነብስኽን ዝበፀክን በልኦ በልኦ ትሕዝትኽን ሕዝክን ኪዳ በልኦ ንስኻ ካራ ጌርካ ክትሓርዳ ፍቑድ ንስኻ ደቃ ክትሓርደላ ፍቑድ ንስኻ ሰበይቲ ብርእስኻ ደሪብካ ከተባሳጭዋ ፍቑድ ንስኻ ጋዕጋዕ ጨናዊት ኢልካ ክትድርብያ ፍቑድ ኣባ እኮ ርሂፁ እዩ እኳ ዕብይዋ ወለዳ እኳ ርሂፆም እዮም ዕብየማ ከምቲ ሓፍትኻ ሪፅካ ርሂፅኩም ዝዓብኹም ኣገዛኹም ናይ እንዳመን ናይ እንዳመን ጭብልቕልቕ ሕርሕር ዓሊ ዘዛርበኩም ዘሎ እዞም ኩሎም ዓገብ ዓገብ ፕራውድ ጅግና እዛ ቆልዓ ኣንበሳ እያ ኣንበሳ እያ ከም ዘለዋ ሰንድዋ ከም ብኣፈወርቅ ግርማይ ኣመንዝራ ተረኺብክን ኣብ ዘይናብርኡ ኣብ ዘይሓዳሩ ኣብ ዘይምልከቶ ጦብሎቕሎቕ ዝብል ሓዳር እንዳማቱ ዘባላሹ ተረኺብክን ፈውሲ ብሊዕክን ጠረግ ፈውሲ ብሊዕ ክንጠረክ ያ መራሒና ሓላፍነት ትወስደላ ዲኻ እሞ እዚኣ ይወስደላን ፈረቓን ይወስደላን ፈረቓን ይወስደላን ፈረቓን ናብራ እንዳመን ኣባላሽኹም ሓዳር እንዳመን ኣባላሽኹም ጓልመን ኣባላሽኹም ደቂ ክቡራት ኣዋልድ እዮም ከባላሽኹም መፃወቲ ትገብርዎን ዘለኹም ካብኡ ሓሊፉም ከዓ ብኻራ ትሓርድወን ካብኡ ሓሊፉም ከዓ መይ ደቃን ደቀን ትቐትሉለን ህጂ ኣብ ኢድካ ምስ በጽሐት ሓፍ ሓፍ ሓፍ ሓፍ ኣብ ኢድካ ምስ በጽሐት ሓፍ ሓፍ ሓፍ ሓፍ ዋ ሄይ ቶም ኣመንዝራታት እዮም ሕጂ ኣብዚ ዘይሰማምዑ ኣመንዝራ እዩ ዘይሰማማዕ ኣመንዝራ እዩ ዘይሰማማዕ ዝሙት እኮ ይኣፊ ዓይነይ ዝሙት ሳዕሪሩ ፅንሒ ኣነ ኣፈወርቂ ግርማይ ንማንም ጓል ኣንስተይቲ ከባላሽ ይደሊ ነ ከባላሽ እንተኾይነ ኣደይ ኣበባ ቅጅል ትብለኒ ከባላሽ እንተኾይነ ለምለም ሓፍተይ ተመርፃ ሓፍተይ ኩለን ቅጅል ይብላኒ ኣሕዋተይ ክብድል ኣይደሊን ሰብ ከዓ ደቂ ኣንስትዮ ካልካ ክብድል ኣይደሊን ንሳ እያ ን- በቃ ንሳ እያ ታቕንዕቲ ንሳ እያ ኣዲኻ ብኡ ትዋ ሓፍትኻ ብኡ ትዋ ሕጂ እዚኣ ተዛሪባ ኢልካ ሆ ጀስ በዓል ንስኻ ኬብን ሲ ጓል ሰራየ እያ ትብልዋ ኣለኹም ሱራት ቦንቆር ሰራየ ተኮይና ሱራት ቦንቆር እዚኣ ግን ጓል ብሌን እያ ብልዋ ኣለዎም የትኩም ኣብዚ ብናይ ብሌን ጌራ ይብልዋ ኣለዉ ጓል ብሌን እያ ዋላ እቲ ቁናኣ ከማን ረኣይዎ ሕማቕን ፅቡቕ እንደ ትፈልጥ ብጎቦ ተጠምዚዙ እቲ ኣብ ግንባራ ደሎ ስለዚ ጓል ሰራየ ተኾንኪ ቦግ የብልኪ ኣነ ብወገነይ ኪዲ ብሰብኣይ ክንቕድማ ርኢና ብሰብኣይ ክቕተሉ እዮም ጨምላቕ እዚኣ ጓል ሰራይ ኣይኮነትን ዋ ከምኡ ገብራ ዶ ይህልዋና ዶ ተከምዚ ዝዘረባ ጓል ብልየን ያብልኹም ኣለዉ እዚ ምዃን ፅቡቅ ገበረኩም ንኤርትራውያንስ ፅቡቅ ገበርኩም በል ኣንዳኣኹም ገርክና ንድፍኦም ዘኽብሮም ኣይፈትውን እዮም ዘም በዓል ክብረተ ውሻ በዓል ወዲ ጭሮም ትገብሮ ዘለኹም ሰምዓኩም ኣለኹ ግን ምሳኹም ኣትየ ክጫማልቕ ስራሕ ስኢነ ሃለውለው
እንታይ እስከ ብርኻት ኣሕዋት ኣሓተይ እዘን ኣሕዋተይ ብፍላይ ማለት እዩ ዘን ሓሪቅክን ዘየሊ ዘረባታት ዝዘረባ ዘለኹም እንኮላይ ማለት እዩ ሂወት ሰብሲ ብጣዕሚ እዩ ክቡር ብዓይኒ ቃል ኣምላኽ እንድሕር ክንሪኦ ኮይንና ብኩሉ ዋላ ብሕጊ ቀሊል ኣይኮነን ሂወት ሰብ ብገለ ጌርካ ድዩ ብመግቢ ብምስተ ዋላ እውን በቲ ዘስካሕክሕ ነገራት ክንሰምዖ ዝቐነና ጌርካ ደቅኻ ይኹን ሰበይትኻ ትኹን ዋላ ማንም ማንም ካልእ ሰብ ይኹን ማለት እዩ ህይወት ሰብ ክተጥፍእ ከቢድ ነገር እዩ ሕጂ ሓደ ሰብ ተጋግዩ ገበን ፈፂሙ ተጋጊ ይኮነን ገበን ፈፂሙ ኢልካ ንስኻ ከዓ ገበን ክትፍፅም ክትሓስብ ወይ ክተተባብዕ ቀዳማይ ነገር ዋላ ብ ሕጊ እውን ክሕትተካ ይኽእል እዩ ከምኡ ጌርካ ሰብ ቅተሉ እንድሕር ትበል ኣለኻ ወላ ብገበንሲ ብሕግስ ከብለልካ ይኽእል እዩ ከም ዝቐሊል ነገር ኣይኮነን ከምኡ ዓይነት ዘረባ ካልኣይ ነገር ከዓ ኢስ ሞራሊ ሮንግ እንታይ ዓይነት ካሬክተር ዘለና ከመይ ዓይነት ካበይ ዓይነት ሕብረተሰብ ኢና ተወሊድና ህይወት ሰብሲ ክቡር እዩ ከመይ ጌርና ደቂ ሰባት ኣጥፍኡ ኢልካ እሞ ከዓ ንሕዋትካ ኣሕዋትና እዮም እኮ ኤርትራውያን ኣወዳት ሲ ኣሕዋትና ኢና ኣሕዋትና እዮም ይጋገዩ ዶ የስ ይጋገዩ ምናልባት ኣብዚ ግዜ እዚ ከምኡ ይነበራ ናብቲ ቅድም ይተሃራረሙ ነይሮም ክኾኑ ይኽእሉ እዮም ወይ ገለ እዚ ቅትለት ዝመጽእ ደሎ ግን መንታል ብሬክ ዳውን ክኸውን ይኽእል እዩ ሳይኮሲስ ክኸውን ይኽእል እዩ ስክስፍረ ብዙሕ ዓይነት ሽግራት እዩ ደሎ ሕጂ ናይዚ ውልቀ ሰብ ኣይኮንኩን ዝዛርብ ደሎ ሓፈሻዊ ግን ኣብ ናትና ሕብረተሰብ መንታል ሄልት ሽግራት ብጣዕሚ እዩ ሃይ ኮይኑ ደሎ ዋላ እቲ ኖርማል ዝመስል ሰብሲ ብዙሕ ሽግር እዩ ዘሕልፍ ዘሎ ውሽጡ። ካልኣይ ነገር እዞም ናትና ኣሕዋትና ከዓ ሽግር ኣለዎም ናይ ምዝራብ ሽግር ኣለዎም። ኩሉ ነገር ኣብ ውሽጦም እዩ ኣውሮም ኣብ ውሽጥኻ ምዕቋር ሕጂ ጸገም እዩ ጸገም እዩ ዘፈጥር። ትቦህቦሆ ትቦህቦሆ ኣለኹም ውሽጥኹምሲ ከም ዝፍልሖ ይበል ኣሎ ዳስ ዳስ ሪሊ ዴንጀረስ ምክንያቱ ከምዚ ባላንቺናስ ትንፋሕ ትንፋሕ ሓንቲ መዓልቲ ትኮስ ከምኡ እዩ ዝኸውን ዘሎ ሕጂ

መርፍቐይ ወግእን ኣንዮም መድሃኒት ከይወስድና ኢልኩም ኣይትፍርሑ ወይ ሓንቲ ይገብረኩምኒ ኣገዳሲ ተዘይ ኮይኑ ከምዚ ሕጂ ገበን ከይትፍጽሙ ተዘይ ኮይኖም ከኣ ዝኾነ መድሃኒት ኣይብልኩምን እዮም ኣገዳሲ ተኮይኑ ኣንቲ ዲፕረሰንስ ኣንቲ ሳይኮቲክስ ገለ እዮም ዝህብኹም ንስኻ ናይ ናይ ምጽል ናይ ስነ ኣእምሮ ጸገም እንድሕር ጌርክሞ ኣለኹም ማለት እዩ እንተዘይኮይኑ ብዘ- ብምዝርራብ ብዝኾነ ቴራፒ ብምዕራፍ ገለ ክሕግዙኹም ይኽእሉ እዮም ሕጂ ኣገዳሲ እዩ ናብ ሕክምና ክትከዱ እ፣ እንተ ዝንት እዚ ዝዝረብ ደሎ ብዛዕባ ናይ ኣሕዋትክን ሰምማ ገለ መለታት ግን really is that necessary I know ካብ ፍርሒ ካብ ካብ እንታይ ኢና ምኾንብሎ ዓቕሊ ፅበተ ክንብሎ ክኸውን ይኽእል እዩ እዚ ነገራት ንሪኦ ዘለና ከዓ እስፔሻሊ ነተን ቆልዑ ዘለወን እሞ ከዓ ኣብዚ ናይ ዞም ቆልዑ ብፍላይ ዞም ቆልዑ ዕድመ ዘለው ቆልዑ ዘለውን ብጣዕሚ እንዲ ዘሰንብድ ብጣዕሚ ዘሰንብደካ የፍርሃካ ናይዞም እዚኦም ቆልዑ ጥራይ እውን ኣይኮነን መጀመርታ ኣይኮነን ሕጂ ዘጋጥም ዘሎ ብዙሕ ግዜ እዩ ዘጋጥም ዘሎ ሕጂ እቶም ኣሕዋትና እውን ሓላፍነት ክትወስዱ ኣለኩም ናይ ሓዋትኩም ድዩ ናይ ዕረኽትኩም ዝኾነ ዘሰክፍ ነገራት ክዛረብ እንድሕር ሰሚዕኩሞ ወይ እውን ጎረቤት ድዩ ዝኾነ ሰብ ማንም ሰብ ዘሰክፍ ዘረባታት ብዛዕባ ከምዚኢታት ነገራት እንድሕር ክዛረብ ሰሚዕኩሞ ፕሊዝ ሪፖርት ት ፖሊስ ንሰበይተይ ከምዚ ክገብራ እየ ከምዚ እዩ ዝግበኣን ዶ ገለ መለ እንድሕር ክብል ሰሚዕኩሞ record him and send it to the police ምክንያቱ ሂወት ሰብ እዩ ኣብ ሓደጋ ዝኮን ዘሎ ቀዳማይ ነገር ማለት እዩ ካልኣይ ነገር ምስ anyway እዚ እቲ ኣገዳሲ ነገር ቴራፒ ንክድ please ዝኾነ ዘሰክፍ ነገራት እንድሕር ሰሚዕና ብዛዕባ ጓልቱ ብዛዕባ ወዲ ከዓ let's report it to the police because that's so unnecessary ኣብ መንጎናስ ፍልልይ ዘምጽእ ደይኮነሲ ከቃራርበና ዝኽእል ነገራት ኢና ክንደሊ ዘለና። መሊሱ ዘፈላለየና ነገራት መሊሱ ዘፈራርሕ መሊሱ እቲ እምነት ኣብ መንጎና ደሎ ዘራሕራሕ ዝበታትን እምነትና ኣየድልየናን እዩ። በጃኹም ከዓ ናብ ሃይማኖትኩም ተመለሱ። ፍቆዶ ባር ፍቆዶ ገለ ፍቆዶ መስተ ገለ መለሰት እዩ ሽዑ ኣብ ከምዚ ዓይነት ህይወት ትወድቁ። ካብ ኣምላኽ ምርሓቕ እዚ እዩ ዘምጽእ ጎን ትሬፕስ ኪዱ ጊሹ ትናፈሱ ውፁ ካብቲ ዓዲ እንድሕር ኣገዳሲ ኮይኑ እቲ ንዓኹም ደስ ዝብለኩም ነገራት ግበሩ እንተዘይኮይኑ ግን ንሕዋትክን ቅተላ ገለ ኢልካ ዘረባ Unnecessary Not needed Not wanted ኣሕዋትና ክንቀትል ድልየት የብልናን ኣሕዋትና ኣየገድሱና እዮም ዓጽሚ ስግና እዮም ደምና እዮም We're not gonna kill people እንታይ ዓይነት ዘረባ እዩ እዚ እንታይ ዓይነት ስነ ሓሳብ እዩ እዚ ካልኣይ ከ ኣዴታትና ከምኡ ይነበራን ኣይ ዶንት ኖ ኣባውት ዮርስ ኣዴታትና ከምኡ ይነበራን ኣበይ ኣነ ሰሚዐ ይፈለኛ ከምኡታት ኤኒወይ Love and peace እዩ ዘድልየና መሊሱ ዘረሓሓቐና መሊሱ ዘታፈናንና መሊሱ ኣብ ሽግር ዝእትወና ስነ ሓሳብን ስነ ምግባርን ኣየድልየናን እዩ ለስ ብሕጊ ንኺድ እንድሕር ሕማቕ ነገራት ርኢኹም Report it to the police ንፖሊስ ምንጋር ኣይንፍራህ ኣብ ሶሻል ሚድያ ኣወዳት ከፈራርሑና ቅድሚ ሕጂስ ሪኢና ኔርና ኢና ኣነ ከምዚ ክገብራ እየ ከምዚ ክገብራ እየ ድብል ሰባት ኔሮም እዮም you can report that to the police ንደቁን ንሰበይቱን ዘፈራርሕ ክገብራ እየ ከምዚ ዶ ክቀትላ እየ ዶ ገለ መለ ዝብል እንድሕር ሰሚዕኩም please report it ብፍላይ እቶም መን እዩ መንነቶም ትፈልጡ ሰባት ማለት እዩ ወይ ኣብቲ ከባቢኦም ትቕመጡ ሰባት ሪፖርት ክትገብሮ ትኽእል ኢኻ ብሕጊ ከኣ ክትሓዝ ይኽእል እዩ ከምኡ ዝተትሓዙስ ኣለዉ እዮም ስለዚ ነገራት ሲ ብሕጊ ክንሕዞም ኣለና ብስነ ስርዓት ክትሓዙ ኣለዎም ካልኣይ ነገር ከዓ ተረፒ ንኺድ ኩልኹም ኩላ እዛ ህዝቢ ብፍላይ ብሊብያ ድመፀኹም ተረፒ የድልየኩም ይቕረታ ኣሕዋተይ ማዕረይ ብጣዕሚ እየ ድፈትወኩም ብጣዕሚ እየ ዘኽብረኩም ግን ትሮማ ኣለኩም ብዙሕ ሽግር እንዳ ረኣኹም ስለ ዝመጻኹም ማለት እዩ ናትኩም ጉድለት ኣይኮነን እቲ ነገራት ግን ብዙሕ ሕማቅ ነገራት እንዳ ረኣኹም ስለ ዝመጻኹም ኣብቲ ናትኩም ሳይኪ ክስታይ ይገብር እዩ ስነ ኣእምሮ ጸገማት በሰላ ይፈጥር እዩ ዋላ እንዳተረዳእካ ድዩ ወይስ ከይተረዳእካ ብዘይገድስ ማለት እዩ ዋላ እውን ኣብ ቁልዕነት ቻይልድሁድ ትሮማ ዘለኩም ሰባት ማለት እዩ ብዙሕ ነገር እንዲ ትጠንቀ ክኸውን ትኽእል ግን ለስ ኦል ጎ ቱ ተረፒ ተረፒ ኢዝ ኢምፖርተንት ኣገዳሲ እዩ ስነኣእምሮዊ ሕውየት የድልየና ኣሎ ከም ሕብረተሰብ ግን እዚ ካልእ ዘየድሊ ዘየገድስ ዘረባታት ግን ተንገድፎ ይሓይሽ ምክንያቱ ኣሕዋትና ኣሕዋትና እዮም ንመን ክንህቦም እቶም ገበን ዝፍፅሙ ደለዉ ግን ብሕጊ ክተሓዙ ኣለዎም ፒርየድ። ካልኣይስ እንታይ ዓይነት መፃኢ ኢና ንፈጥረሎም ደለና ንደቅና? እንታይ ዓይነት መፃኢ ኢና ክንገድፈሎም ንሓስብ ደለና? ኣብ ከመይ ዓይነት ሕብረተሰብ እዮም ክዓብዩ እዞም ደቅና እባ ንተሓሰብ ንሕሰብ እባ በጃኹም። ምክንያቱ ቀሊል ነገር ኣይኮነን እዚ ንገብሮ ደለና ንመፃኢ በቃ ናይ ደቅና መጻኢስ ነባላሽዎ ኢና ደለና ይረዳኣኩም ደሎ መጻኢና ከም ሕብረተሰብ ይባላሽ ከም ዘሎ ከምዚ ዓይነት ሓሳባት እንድሕር ነምጽእ ኣለና እንታይ ዓይነት ማሕበረሰብ ኢና ንፈጥር ደለና ንደቅና ንደቅደቅና እንታይ ዓይነት እንታይ ዓይነት ስነ ምግባር እንታይ ዓይነት ስነ ሓሳብ ኢና ንገድፈሎም ዘለና ኣቦሓጎታትናስ ፈቃራት ሓያላት ከም ዝነበሩ ኣነ ከምኡ እየ ዝፈልጥ ኣቦሓጎታተይ ናተይ ከምኡ ከም ዝነበሩ እየ ዝፈልጥ ብጣዕሚ እየን ደፍቅርወን ነይሮም ነንስቶም ገንዘበን ገንዘብ ድዩ ዝኾነ ነገር ከዓ ዋላ ሓንቲ ኣይብላ ነይረን ኣቦሓጎታተይ ከዓ ዓባያታተይ ከ ሓያላት እየን ነይረን that's what I know ንደቂ ናዕናሃ ፅቡቅ ስነ ምግባር ገዲፎምልና ፅቡቅ ስነ ምግባር ንግደፈሎም ንደቅና ፕሊዝ ፈራይ ኦፊርካ እተ በሊዕካ ፅገብ ተኸዲንካ ምቕጎይካ ኺድ ሰዓት ይሃብካ ማዕተብ ንክሳድና ጣይታ ንኻብድና ሃይማኖትና ለይለውጠልና ወይለ ቆፊርኩም እተው በሊዕኩም ጽገቡ ተኻዲንኩም ምቕጉይኹም ኩይኑ ክንዲ ናይዘይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይዘ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ